ሰላም ሰላም ፍትዋት ተኸታተልቲ መደበይ ኣብ ዘለኹሞ ሰላምኩም ይብዛሕ እንዳበልኩ ሎሚ እውን ከምቲ ልሙድ ሓደ ሓበሬታ ሒዘ ኢልኩም መፅእ ዘለኹ ንሎሚ ናኹም ዘብለ ሓበሬታ ድማ ፖሊስ ጀርመን ብዛዕባ ኣብዚ ዝሓለፈ ሰሙን ብግፍዒ ዝተቐተለት ኣብ ከተማ ጀርመን ሓብትና ዘውፅኦ ሓደ ሓቂ ኣሎ። እቲ ተጠርጣሪ በዓል ገዝኣ ኣብ ትሕቲ ቁፅፅር ፖሊስ ውዒሉ ከም ዘሎ ካብኡ ድማ ኣብ ኢትዮጵያ እዩ ተታሒዙ ዝብል ሓበሬታ እውን ዝተረኸበ ኣሎ። ናታ እውን ኣካላታ ተቖራሪፁ ከም ዝወፀ ክሳብ ሕጂ ፖሊስ ጀርመን ዘውፅኦ ሓበሬታ ኣይነበረን። ሕጂ ግን ብዕላዊ ዘውፅኦ ኣሎ። ነዚ ሙሉእ ሓበሬታ ሓቢርና እናረኣይናዮ ክንፀንሕ ኢና። ኣብቲ ዝሓለፈ ሰሙን ሓንቲ ኤርትራዊት ኣደ ብ ግፍዒ ተቐቲላ ኣብ ጀርመን ተረኺባ ነይራ እያ። ኣብቲ ዓብዪ ድልድል ናይ ጀርመን ሓንቲ ኣደ ማለት ሓንቲ ነባሪት ጀርመን ናብ ስርሓ እናኸደት እናሃለየት ንግሆ በጋጣሚ ኣብቲ ፅርግያ ኢድ ዝተቆራረፀ እያ ረኺባ። እዚ ዝተቆራረፀ ኢድ ምስ ረኸበት ሰንቢዳ ንፖሊስ ብምድዋል እቲ ሓበሬታ ሂባቶም እያ። ፖሊስ ጀርመን መፂኡ ድማ ኢድ ብቻ ተቆሪፁ ረኺብዎ ናይ ክልቲኡ ኢድ ቁራፅ ኣብቲ ፅርግያ እዩ ወዲቁ ረኪብዎ ድሕሪ እዚ ብዙሕ ምልክታት እናርኣየ እናኣለሸ ብዙሕ መንገድታት ተጓዒዙ ሙሉእ ሰውነታ ኣካላታ ተቆራሪፁ ከም ዝረከቦ ድማ እቲ ሓበሬታ ክወፅእ ክኢሉ እዩ ማለት እዩ። ድሕሪ እዚ ድሕሪ ነዊሕ ርሕቀት ድማ ውላድ ናይታ ኣደ ቅድሚ ሰለስተ ወርሒ እያ ወሊዳ ነይራ። ውላድ ናይታ ኣደ ድማ ኣብ ሓደ ቤተክርስትያን ስሙን ስም ኣቦኡን ተጻሒፉ ኣብ ወረቐት ኣብቲ ቤተክርስትያን ጽጋ እዩ ተደርብዩ ተራኺቡ። ብድሕሪኡ ናይዛ ኣደ ክልተ ኢዳ እቲ ፖሊስ ናብ ምርመራ ብምውሳድ ሙሉእ ምርመራ ናይ ዓሸራ ብምግባር ኤርትራዊት ከም ዝኾነት ስማ መን ከም ትበሃል ጓል ሰላሳን ሸውዓተን ዓመት እያ መን ከም ትበሃል መጽናዕቲ ክወስዱ ክኢለ እዮም። ድሕሪኡ ድማ በቲ ህጻን ኣቢሎም ናይቲ ህጻን ኣቦ መን ከም ምዃኑ ማለት እቲ ሓበሬታ ከካፍልዎ እዮም ደልዮም እዮም ጠይቆም ብድሕሪኡ መን ካብ ምዃኑ ፈሊጦም እቲ ሰብ ኣብ ጀርመን ይነብር ነይሩ ብድሕሪ ግን ተሰዊርዎም ጠፍኡ እዩ ብምጥፍኡ እዚ ሰብዚ ንምንታይ ጠፍኡ ክሳብ ታሰዓት ሳ ነይሩ እዩ ክሳብ እታ ንሳ ትሞተላ ግዜ ከም ዝነበረ ኣረጋጊጾም። ምስ ሞተት ግን እቲ ሰብ እሱ ካብ ጀርመን ጠቕሊሉ ወጺኡ ማለት እዩ። ናብ ኻሊእ ካብ ኢሮጳ ወጻኢ ናብ ኻሊእ ከም ዝኸደ እዩ እቲ ሓበሬታ ገሊጹ እሞ ናብዚ ዓዲ እዚ ኣብቲ ሰዓት እሱ ፖሊስ ከተማ ጀርመን ዝተጠቐሞ ምውጽኡ እውን ኣይተዛረበን ምውጽኡ እውን ኣይተዛረበን ምኽንያቱ ምውጽኡ እንተድኣ ተዛሪቡ እቲ ሰብ ኣብቲ ዝኸዶ ቦታ እውን ክሕበእሎም ስለ ዝኽእል ምውጽኡ እውን ኣይተዛረበን ምንም ዓይነት ሓበሬታ ኣይሃበን ጸኒሑ ሕጂ ኣውጺእዎ ዘሎ ኣብቲ ማሕበራዊ ሚድያ ስለዚ እቲ ሰብ እሱ ቀጥታ ካብ ኣውሮፓ ማለት እዩ ናብ ካሊእ ናብ ኣፍሪካ ማለት እዩ ካብ ዝወፀ ናብ ኣፍሪካ እዩ ክመፅእ ዝኸኣለ ስለዚ መውፅኡ ኣይሓበሩን ጸኒሖም፣ እቲ ሰብ'ሱ ወጺኡ ጸኒሑ። ፖሊስ ጀርመን ድማ ክትትል ብምግባር ነዚ ሰብ'ዚ ኣበይ ኣትዩ ኣበይ ወጺኡ ዝብል ነገር ክከታተሎ እዩ ጸኒሑ። ብዘሕዝን መልክዑ ግን ሎማዓንቲ ከም ዝተረኸበ እቲ ሓበሬታ ዕላዊ ገይርዎ ኣሎ። እቲ ተጠርጣሪ እምበር ገበነኛ ኣይበሎን፣ ምኽንያቱ ብቤት ፍርዲ ገበነኛ እዩ ክበሃል ዝኽእል። እዚ ተጠርጣሪ ግን ኣበይ ከም ዝተረኸበ ዕላዊ ኣይገበርዎን ግን ተፈሊጡ እዩ ኣብ ምንታይ ከም ዝተረኸበ ኣብ ኢትዮጵያ እዩ ተረኺቡ ዘሎ ሓውና እቲ ኣብ ጀርመን ዝነብር እውን እቲ ሓበሬታ ሒዝዎ ወፂኡ እናተዛረበና ኣሎ ብዙሓት ሰባት ኣብ ኢትዮጵያ እዩ ተረኺቡ ዝብሉ ኣብ ኮመንት እዮም ፅሒፎምሉ ዘለዉ ኣብ ኢትዮጵያ መፂኡ ንርእሱ ክሓብእ ኣብኡ ከም ዝተተሓዘ ኣብ ትሕቲ ቁፅፅር ከምዝወዓለ ፖሊስ ከተማ ጀርመን ሓቢርዎ ኣሎ። ናይታ ኣደ ኩነታት እትረኣ ተሎ ግን ብጣዕሚ ብዘሕዝን መልክዑ ብጭካነ ማለት እዩ ሙሉእ ሰውነታ እዩ ተቆራሪፁ ርእሳ ኣበይ ከምዘሎ ክሳብ ሕጂ ኣይተፈለጠን እዳዋ ተቆራሪፁ ሰውነታ እግራ ምናምን ኩሉ ፈቐዶ ቦትኡ ብብዙሕ ነዊሕ ርቀት ብዝሓለፈ ከምዝተሓበረ ሚእትን ስሳን ሓሙሽተን ኪሎ ሜትር ዝኣክል ርሕቀት እዩ እቲ ኢዳ ካብቲ ካልኦት ሰውነታ ርሒቑ ዝተረኸበ ማለት እዩ እና እዚታት እዚታት ዝፈፀመ ሰብ ኣብ ትሕቲ ቁፅፅር ውዒሉ ኣሎ ዝብል ሓበሬታ ወፂኡ ይርከብ። ከምቲ ዝፍለጥ ሓደ ሓደ ሰብ ገበን ፈፂሙ ዝጠፍእ ዝስወር እዩ ዝመስሉ ግን ገበን ዝፈፀመ ሰብ ክስወር ኣይኽእልን ዋላ ግዜ ክነውሕ ድኣ እምበር ኣይጠፍእን። ንምስትዋት ዝኣክል ኣብ ዝሓለፈ ዓመት ኣብ ከተማ ግብፂ ዝተፈፀመ ሓንቲ ኢትዮጵያዊት ቅትለት ነይሩ ማለት እዩ። መርዓት ፈፂሙ ስነ ስርዓት መርዓት ፈፂሙ ገና ኣብ ሳልስቶም ኣብ ራብዕቶም ምስ ኣኸለ እቲ መርዓዊ ነዛ ሰበይቱ ብዘስካሕክሕ መልክዑ ኣብ ገዝኡ ቀቲልዋ ዓጽይዋ እዩ ወጺኡ ከይዱ። እቶም ኣዕርኽቲ ናይቲ ወዲ ምስኦም ክጫወቱ ምስ መርዑት ክጫወቱ ኢሎም እንተኸዱ ተዓጽዩ ረኺቦሞ። እተን ናይታ መርዓት ኣዕርኽቲ እውን ኣላደላ ማለት ክጫወታ ምስኣቶም ምስ መርዑት ክጫወታ ኢለን ተኸዳ ተዓጽዩ ረኺቦሞ እቲ መ ተደጋጋሚ ከምኡ ድሕሪኡ እቶም ኣዕርኽቲ ተ ተዳዊሎም ረኺኺና ነይሩ ክንደሊ ከለ እዋ ንስኻትኩምባ ረኺብኩሞ ነይርኩም ደሊ ከ ተዓጺና እንዲ ኢሎም ብድሕሪኡ ከም ዝተዓጽወ ክልቲኦም ኣረጋጊጾም ከይዶም ነቲ በሪ ብሓይሊ ብምኽፋት ብጣዕሚ ብዙሕ መዓልቲ ዝገበረ ሬሳ ብዘሕዝን መልክዑ ሞይታ ተረኺባ ማለት እዩ እና እዚ ሰብ እዚ ኣብ ምንታይ ኣትዩ ይመስለኩም ካብ ግብፂ ወፅኡ ኢትዮጵያ ከይዱ ኣብ ኢትዮጵያ ደሞ ኣብ ሓደ ገዳም እዩ ተሓቢኡ ገበረኛ ምዃኑ ከይጥርጠር ከይፍለጥ ኣብ ገዳም ከይዱ ገዳማዊ መሲሉ ኣብኡ እዩ ተረኺቡ ኣብ ትሕቲ ቁፅፅር ውዒሉ ማለት እዩ። ስለዚ ይብኣል ይሕደር ገበን ዝፈፀመ ሰብ ግን ካብ ትሕቲ ቁፅፅር ዘየምልጠሉ ጉዳይ የለን እየ ክብለኩም ደልየ። ናይ ሎሚ ሓበሬታ ነዚ ይመስል ነይሩ። ሓቢርኩም ስለዝፀናሕኩም ካብ ልበይ ዘመስግነኩም። ነዚ ቪድዮ ላይክ ሸር ግበር ኢኹም ሓድሽ ዝኾንኩም ሰብስክራይብ እናገበርኩም ቤተሰብ ትኹኑ። ሰላም